ረቢ ሰገደ በመንፈቀ ሌሊት ለረቢ ኣኮኑ ኣጽብዕት እምነ ኣጽብዒት ይኣቢ እዚኣ ብዙሓት ኣሕዋተይ ቅንይ ትወስዱ ከለኹም ትፈልጥዋ ኢኹም ኢለ ይሓስብ ልገርም ትርጉም ዘለዋ ቅንይ እያ መምህር ኒቆዲሞስ ናይ እስራኤል መምህር ክንስኻ ዝተባህለሉ፣ ብዙሓት ኣይሁዳውያን ኮፍ ኣቢሉ ዘምህር ናይ እስራኤል መምህር፣ ብሉይ ኪዳን ሸምዲዱ ሓኺኹ ዝወደኣ፣ ኣብ ቅድሚ ረቢ የሱስ ክመጽእ ከሎ ግን ንየሱስ ሰጊዱ። ሰጊዱ ክብለኩም ከለኹ ከምዚ ብስጋና ንሰግዶ ዘይኮነሲ ብኣእምሩ ኦረዲ ባዕሉ እሕሊፉ እዩ ሂቡና። ኣብ ደዳግም ስለ ዳግም ልደት ከዋግዕ ከሎ ምዕራፍ ሰለስተ ማለት እዩ እና ለማዓንቲ ብዛዕባ እዚ እየ ከዋግዐኩም ካብ እግዚኣብሔር ኣቦና ካብ ጎይታና መድሓኒና ኢየሱስ ክርስቶስ ጸጋን ሰላምን ንዓኹም ይኹን ለምቕነ ኒቆዲሞስ እዩ እና ስለ ኒቆዲሞስ ንእሽተይ ለለ ከዋግዐኩም ኢለ እየ ብዝሓለፈ ኒቆዲሞስ ብለይቲ ዝኸደሉ ምኽንያት ልመስለኒ ኢለ ዋግዐኩም ነይረ ንእሽተይ መዋግዒ ክኾነና ኢለ እየ እምበር ስለ መሲሉኒ ዘይኮነስ ብትኽክል ዝተረዳእኽዎ እዩ ግን ድማ ሓደ ሓደ ግዜ ልመና ገረ ክኾነና ኢለ እየ ከምኡ ኢለኩም ነይረ እና ኣውዙይ እውን ስለ ዝፈረሐ እዩ ገለ ኣይብለናን ዝብለና ክመሃር ብለይቲ ከም ዝኸደ እዩ እና ብለይቲ ከይዱ ካብ ጎይታና የሱስ ክርስቶስ ብዙሕ ፍልጠት ክቓስን ስለ ዝደለየ ክፈልጥ ስለ ዝደለየ ርግፁ እዩ እሱ ናይ ብሉይ ኪዳን መምህር እዩ ብደንብ ገይሩ ዘምህር እዩ ግን ድማ ሓደ ሓደ ግዜ ተምሂረ እየ ኢልካ ኩሉ ይፈልጥ እየ ኢልካ ዝጎድሉና ነገራት ኣለዉ እና እቲ ሕያዋይ ዝኾነ እቲ ቃል ስጋ ኮይኑ መፅኡ ዘሎ ዝኾነ ካብቲ ዘምህሮ ዝተረድኦ ነገር ስለ ዘሎ ካልኦቶም እዚ እዚ ወዲ ማርያም እንድዩ ወዲ ዮሴፍ እንድዩ ወዲ ገለ እንድዩ ናበለ ክንዕቕዎ ከለዉ ንሱ ግን ብለይቲ ብለይቲ ናብ ጐይታና የሱስ ክርስቶስ ብምኻድ ይመሃር ነይሩ እዩ እና ኣብ ምዕራፍ ሰለስተ ዮሃንስ ካብ ሓደ ጀሚሩ ከምዚ ይብል ነይሩ ካብ ወገን ፈሪሳውያን ሓለቃ ኣይሁድ ዝኾነ ኒቆዲሞስ ዝበሃል ሰብ ነበረ ንሱ ብለይቲ ናብ ኢየሱስ መጺኡ መምህር ብዘይቲ እግዚኣብሔር ምስኡ ዝኾነ ሰብ ነዚ ንስኻ እትገብሮ ዘለኻ ተኣምራት ክገብሮ ዝኽእል ሓደ እኳ የለን እሞ ንስኻ ካብ እግዚኣብሔር ዝመጻእኻ መምህር ምዃንካ ንፈልጥ ኢና በሎ ርኢኸምዋ ኣብዚ እዩ እዚ ረቢ ሰገደ ዝብል ቅኔ ንሕዘ ማለት እዩ እና ሓደ እኳ እግዚኣብሔር ምስኡ ተዘይኮይኑሲ እቲ ትገብሮ ዘለኻ ነገርሲ ከምኡ ዝገብር የለን ኢሉ መስኪሩሉ ካልኦቶም እቶም ፈሪሳውያን ከምኡ ዝበሉ መምሃራን ከታ ይብልዎ ነይሮም ንጎይታና የሱስ ብቢኦል ዘይብሉ እዩ ዘውፅእ ዘሎ በጋንንቲ ሓለቃ እዩ ዘውፅእ ዘሎ ምናምን ናዋሉ ይሕጭጭዎ ነይሮም እዚ መምህር እዚ ግን ዝተረድኦ ነገር ኣሎ እዚ ዝገብርሲ እግዚኣብሄር ምስኡ ዘይኮነ ሰብ ክገብሮ ኣይኽእልን እዩ ስለዚ መን ኢኻ መን ኢኻ ንስኻ? ኢሉ ሓቲትወ ማለት እዩ እና ብድሕሪኡ ስለ ካብ ማይና ካብ መንፈስ ስለ ምውላድ ኢሉ ብዙሕ ሰፋሕቲ ነገራት ኣዋጊዕወ ማለት እዩ እና ጎይታና ኢየሱስ ክርስቶስ ከምዚ ዝፍለጥ ረቢ እውን ጎይታ እውን መድሓኒት እውን ኩሉ እውን እዩ እና ካብዚኣቶም ካብቶም ብምሉኦም መምሃራን ዝተረድኦ ግን ሓደ እዩ ነይሩ ኒቆዲሞስ ኒቆዲሞስ እና ኒቆዲሞስ ናብ ጎይታና ኢየሱስ ከይዱ ብዙሕ ነገር ሓቲቱ ብዙሕ ነገር ተማሂሩ ዋእ ንስኻ ናይ እስራኤል መምህር ክንስኻስ እዚ ኣይትፈልጥን ተባሂሉ ተገሲጹ ብዙሕ ነገር ገይሩ ግን ድማ ተረዲእዎ እቲ ሓቂ ክሳብ ሞት እውን እሙን ኮይኑ ካልኦቶም ወላ ደቀ መዛሙርቲ ክሃድሙ ከለዉ ንሰው ዙር እዩ ነይሩ ጽዑይ ጽዑይ ሰብ እባ ይንስቀል ከምዚ እኮ እዩ እናበለ እውን ኣብ ብዙሕ ቦታታት ይከላኸለሉ ነይሩ እዩ እና ሓቂ ክትሕዝ ከለኻ ከምኡ እዩ ጎይታና ኢየሱስ ክርስቶስ ርግጽ እዩ ተራ ሰብ ኮይኑ መጺኡና እዩ ትሕቲ ሰብ ኮይኑ መጺኡና እዩ ንዓና መሲሉ እዩ ዓርኪ ሰረቕቲ ዓርኪ ለያቡ፣ ዓርኪ ኣመንዝራታት፣ ዓርኪ ብዙሕ ተባሂሉ እዩ። መጺኡ ነቶም ኣብ ወንበር ኣብ ላዕሊ ላዕሊ ዘለዉ ቦታታት ወይ ድማ ነቶም ዓበይቲ ዝበሃሉ ነቶም ንጉሳን ኢና ንበሃሉ ነቶም ፈሪሳውያን ንሕና እኮ ሃይማኖትና ንፈልጥ ኢና ምናምን ናበሉ ዘፈር ክዳኖም ናንውሑ ኣብ ዕዳጋ ይኹን ኣብ ብዙሕ ሰባት ክስገደሎምና ጉንቡሕ ክበሃለሎም ዝደልዩ ሰባት ኣይኮነን መሪጹ ንዓየይ ንዓኻ ንዓኻትኩም እዩ መሪጹ ናይ ዓለም ምናምንቴ ድርባያት ማንም ዘይደልየና ማንም ዘይዝክረና ብዝገበርናዮን ብዘይገበርናዮ እንዳተጸረፍና ንውዕል ዓለም ዝፈንፈነትና ከምኡ ዓይነት ሰባት መሪጹ ንዓየይ እና ንዓኹም መሪጹ ማለት እዩ እና ኣብ ዮሃንስ ወንጌል 13 ካብ 13 ሲ ንስኻትኩም መምህርን ጎይታን ኢልኩም ትጽውዕኒ ከምኡ ስለ ዝኾንኩ ከዓ ጽቡቕ በልኩም እምበኣር ኣነ ጎይታኹምን መምህርኩምን እንተለኹ ኣእጋርኩም ካብ ሓጸብኩ፣ ንስኻትኩም እውን ከምኡ ኣእጋር ብጾትኩም ክትሓጽቡ ይግብኣኩም እዩ። ከምቲ ኣነ ንኣኻትኩም ዝገበርክዎ፣ ንስኻትኩም እውን ከምኡ ክትገብሩ ኣርኣያ ሂበኩም ኣሎኹ። ሓሽከር ካብ ጐይትኡ፣ ልኡኽ እውን ካብ ለኣኺኡ ኸም ዘይበልጽ ብሓቂ ብሓቂ እብለኩም ኣሎኹ። እምበኣር ነዙይ እንተ ፈሊጥኩም እሞ እንተ ጌርኩምዎ ብፁኣን ኢኹም እናበለ ይዛረቦም ማለት እዩ። ስለዚ ኒቆዲሞስ መምህር እዩ። መምህር እዩ እንደውም ኢየሱስ ብስጋ ስለ ዝመፀ ካብኡ ይበልፅ እየ እውን ክብል ይኽእል እዩ ኣይበልፅን እኮ ግን ድማ ክረአ ከሎ ካብ ገሊላ ስለ ዝመፀ ኢየሱስ ሓደ ነብይ እውን ካብ ገሊላ ይመፅእ ኢና ወለ ልሕጭጭዎ ነበሩ እዩ እና ግን ድማ ልፍልጠት ንሓድሽ ነገር ንምምርማር ዘለዎ ልቡ ክፉት ስለ ዝኾነ ግን ብለይቲ ናኸደ ናብ ጎይታና ኢየሱስ ይመሃር ነይሩ ማለት እዩ ብለይቲ ዝኸደሉ ምክንያት ብዙሓት ምክንያታት ክኾኑ ይኽእሉ እዮም ካብኣቶም ሓደ ምናልባት ቀትሪ እውን ናምህረ ስለ ዝውዕል ምሸት እውን ክመርፅ ይኽእል እዩ ከምቲ ብዝሓለፈ ናዋጋዕናዬ ዝነበርና እውን ኣይሁድ ፈሪሑ እንተ መማሃራን ፈሪሑ እውን ክኸውን ይኽእል እዩ ኩሉ ይኸውን እዩ ማለት እዩ እና እቲ መምህርና እዚ እቲ ጎይታና እዚ ትሕትና ዘምህር ንብጻይካ እግሩ ምሕጻብ ንሱ ካባዬ ይበልጽ ምባል ንሱ ካባዬ ይፈልጥ ምባል ትሕት ምባል እዙይታት እዙይታት ዘለዎ ሓደ ብጣዕሚ ትሑት ዝኾነ መምህር እዩ ነይሩ ሓደ ሓደ ግዜ ሲ ንመርፆም መምሃርና ንመርፆም ሰባት ሓየልቲ ብማንም ሰባት ዘይንክኡ በቃ ኣለኩም ሓቂ ዝኾነ መከታ ዝኾነና ኢና ንመርፅ ወዶ ጎይታና የሱስ ግን ብጣዕሚ ትሑት ዝበለ በቃ ስቕ ኢሉ ትሑት እዩ ነይሩ ወላ ከምኡ ኮይኑ ግን ገዚእና እዩ ልብና ወሲድዎ እዩ ፎቲና እዩ እና ሎሚ ኸ ብዙሓት ቅኔ ትዘርፉ ትሉ ትኽእሉ ብዙሓት መምሃራን ትሉ ትኽእሉ እዚ መፅሓፍ እዚ ብደንቢ ገይረ ተምሂረዮ እየ ሸምዲደዮ እየ ቴኦሎጂ ወሲደ እየ ትብሉ ትህልው ናይ ብሓቂ ናይ ብሓቂ ከም ኒቆዲሞስ መምህር እየ ኢልኩም እቲ ሓቂ ነገር ዘይተረድእኩም ዲኹም ወይስ ኩሉ ነገር ተረዲእኩም ከፍ ኢልኩም ትነብሩ ኣለኹም? ካብ ኒቆዲሞስ ዝዓቢ መምህር የለን። ግን ድማ ብዙሕ ዘይፈልጦም ነገራት ነይሩ። እቲ መጽሓፍቲ ናደገሞ እዚ መጽሓፍቲ ናንበቦ ናምህሮ ናወዓላ ዘይተረድኦ ነገር ግን ነይሩ እና ኣንሕና ከይርድእና ዶ ኩሉ ነገር ተረዲእና ድና ናብ ሓቂ ምስ ኢየሱስ ዘለና ሓደ ሓደ ግዜ ሲ ብጣዕሚ በቃ ምሁር እዩ ዓብዪ እዩ ኢልካ ትሓስቦ ሰብ ሲ ዝኾነ መፅሓፍ ሒዝካ ገለ ተዋግዕ ከለኻስ ለይኮን መልስታት ናሃበ ክርኢ ከለኹስ እወይ ናይ ናይ ቀደም ኒቆዲሞስስ ለካ ብዙሓት እዮም እኒኡ ገለ ዝብለሉ ሰዓት ስለ ዘሎ እዩ እና ስለዚ ንሕና ኸ መምሃራን ትህልው ኢኹም ዓበይቲ ሊቃውንቲ ትህልው ኢኹም ብዙሕ ነገር ትገብሩ ትህልው ኢኹም እና ናይ ብሓቂ ኢየሱስ ተረዲኡኩም ደሎ ናይ ብሓቂ እቲ ጎይታን ሕያዋይን ሓደ ሓደ ግዜ ኣብ ልዕል ቦታ ዘለውሲ ኣይኮነን እግሪ ሰብ ክሓጽቡ ይትረፍ እሞ ሓደ ሕቶ እኮ ሓቲትካዮም ዝገብርዎ ነገራት ናረእና ኢና ንርከብ እና ናይ ብሓቂ ከም ከም ኒቆዲሞስ ዝልወጥ ልብኸ ኣለኩም ዶ ኣብዚ ግዜ ዘለና መማሃራን ከመይ ዝበልና ኢና ኢልኩም ትሓቱ ዶ እዚኣ ክነግረኩም ደልየ እየ ስለ ዝሰማዕኹምኒ የቐንየለይ ሰላም ንዓኹም ይኹን።